መደባትና ከመይ ኣለዉ? እዞም እነቕርቦም ዘለና ሓጸርቲ ዛንታ ከምኡውን ሓቀኛ ዛንታኸ ከመይ ትከታተልዎም ኣለኹም? ኣብ ህይወትና ገለ ነጥበ መቐይሮ ክገብሩ ድማ ተስፋ ንገብር። እሞ ንሕጂ ድማ ሓቀኛ ዛንታ ኢና ናባኻትኩም ከነብል ሰናይ ምክትታል።

ኣብ ዓለም ብስራሕ ዝርከብ ክብሪ እዩ ሰብ ዝገብረካ። ኪኖቲ ብሕብረተሰብ ክብሪ ዝህበካ መንገዲ ምኻድ ግን መወዳእትኡ ከምዝናተዩ ርእሱ እናሓኸኸ ንኽብሪ ስራሕ ከብርሃለይ ፈተነ። ኣብ ዓለም ብዘይ ስራሕ ክብሪ ከም ዘይርከብ ሽዑ እዋን ዝተሰወጦ ይመስል። ነታ ስራሕ'ዩ ክብሪ እትብል ልምድቲ ኣዘራርባ ሕብረተሰብና ድማ ካብ መፈለምትኡ ደጋጊሙ ኣድመጻ። ኣብ ሓደ መዘናግዒ ማእከል ኢና ብወዝቢ ተራኺብና። ኣነ ምስ ስነ-ጥበበኛ ኣቢብ ሓይለኣብ ኮፍ ኢለ እናዋጋዕኩ እንከለኹ'ዩ ምዉቕ ሰላምታ ለጊሱ ዘተላለየና። ግዜ ከይሃበ ድማ ምሳይ ከዕልል ከም ዝደሊ ፍቓደይ ዝሓተተ። ኣነ ውን ብወገነይ ብዘይ ምውልዋል መንገዲ ስለ ዝተቐበልክዎ፣ ንጽብሒቱ ብቖጸራ ተፈላሊና። ተራኸብና ድማ። ኣብታ ብሕት ኢልና ክነዕልለላ ዝተቋጸርናያ ቦታ፣ ባሕት መስከረም ካፈ፣ ሰዓታት ስራሕን ቅድሚ ቐትርን ብምንባሩ፣ ዋሕዲ ሰብ ብምንባሩ ሓዲእና ከነዕልል ኣኽኢሉና እዩ። ንእስነት ዝመንቀሊኡ ኣብ ሓደ እኹል ሰብ ክትሪኦ ዘይትብህግ ተካል ዕብዳኒ ኣብ ዛንታ ኣስተማቒረዮ። ካብ ታሕቲ ናብ ላዕሊ ዝድይብ ሕማቕ ኣካይዳ። ስለምንታይ ኮፍ ኣቢለ ህድእ ኢለ ከዕልለካ ወሲነ መስለካ? ገና ወግዑ ከይጀመረ ብሓውሲ ሕቶ ዓይኒ ዓይነይ ጠመተኒ። እንድዒ! ስለምንታይ ከዕልለኒ ከም ዝመረጸ ኣነ እውን ስለ ዘይተረድኣኒ ከረድኣኒ ደለኹ። ሓደ ሕማቕ ልምዲ ጽቡቕ ይመስለካ ትለምዶ እሞ ኣብ መወዳእታ ግና ክብርኻን ነብስኻን ለኪሙ እዩ ዝኸይድ። ኣነ ድማ ናይዚ ኣብነት እየ። ንኽብሪ ስራሕ ኪኖ ሓጹር ደርቤ ነብሰይ ዘመራሳሕኩ እየ። ናይ ሕማቕ ኣብነት ድማ ጽቡቕ ይወልድ ይኸውን። ናተይ ግና ሕውስውስ ዝበለ ዛንታ እዩ ዘለኒ። ነዚ መጨበጢ ዘይነበሮ ሕሉፈይ ድማ ሰብ ክፈልጦ ኣነ ድማ ክናስሓሉ መንእሰያት ድማ ከምዚ ከም ዘሎ ፈሊጦም ክመሃሩሉ እየ ደልየ ዝዕለካ ዘለኹ ኣብ ዓለም ኣበር ዘይብሉ ሰብ የለን ግና እንታይ ዓይነት ኣበር ወይ ጌጋ እዩ ሓደ ሰብ ዝፍጽም ግና ወሳኒ እዩ ናተይ ኣበር ባዕለይ ዘምጻኽዎን ምጥፍኡ ዝኣበየንን እዩ ኣብዚ ሕጂ ድማ ሳዕቤኑ ኣብ ዝባነይ ይጽህሎ እዋ ዝሓወይ ከመይ ኣበርዲ ነይርካ? ናብቲ ክብሎ ዝደሊ ዝነበረ መሰረታዊ ነጥቢ ክመርሖ ስለ ዝደለኹ፣ ንዕላሉ ኾሊፈ ኣብ ሓሳበይ ከርዕሞ ደለኹ። እንድዒ በጃኻ፣ ናይ ትህኪት መንፈሰይ ካብ ፈለማ ምሳይ ዝተወልደ ኮይኑ እዩ ዝስምዓኒ። ስራሕ ጥቕሙን ረብሕኡን ንዓይ ኣይንታየን እዩ። ግን ዳርጋ ኣብ መዓልቲ ከባቢ ሽሕን ሓሙሽተ ሚእትን ናቕፋ ይረክብ ነይረ። ኣኣ ስምብድ ኢለ መለስኩ። ሽሕን ሓሙሽተ ሚእትን ኣብ መዓልቲ ትኽፈል ነይርካ? እዋ ካብዚ ዛዕባ ክፍሊትን ስራሕን ዳኣ እንታይ ደሊኻ? ታህዋኽ ሓጒሰ መብርሂ ክህበኒ ተወከስክዎ። ንግርህነተይ ግዲ መዝሚዙ ሃሳስ ፍሽኽታ መጠወለይ። ወረ እቲ ሽሕን ሓሙሽተ ሚእትን ንመዓልቲ ዝብለካ ዘለኹስ ሓንሳብ ሓንሳብሲ ልዕሊ እዩ ግን ኣብ ዛዕባ ስርሑ ኣፍልጦይ ከየዕበኹ እንከለኹ ንተምሳጠይ ናህሩ ዝውስኽ ዘረባ ወሰኸለይ ከመይ ዓይነት ስራሕ ድዩ ነይርካ ዝሓወይ ክንድዚ ኣታው ዘለዎ ስራሕ እናሰርሐ ባህሊ ስራሕ ኣይነበረርን ምባል ዘረብኡ ክልተ ዘይረኸብ ጫፋት ኮነኒ ቀንዲ መራኸቢና ደኣ ንሱ እንድዩ ብዛዕባ ስርሐይን ውድቀተይን ንሱ ዘምጽኦ ሳዕቤንን ከዘንትወልካ ስለ ዝደለኹ እኳ እየ ዓዲበካ ዘለኹ። ስርሐይ ዋላ እኳ ልዕሊ ዓቐን ደሞዝ ይረኸቦ፣ ንኽብረይ ግና ባይታ እዩ ዝቢጥዎ። እንድዕ ወደይ! ምስ ነብሱ ተታረዐ። ከመይ ማለት? ኣብ መጀመርታ ክትዕድለኒ ከለኻ ስራሕ ክብሪ ኢልካኒ፣ ኩሉ ስራሕ ድማ ዓይነቱ ብዘየገድስ ክብሪ ኣለዎ። ተረዲኤካ። ንዘረባይ ኮለፎ። ሓሳበይ ከም ዝበርሃሉ ኣስተብሃለ። እንታይ ዓይነት ህይወት ትመርሕን ከመይ ዓይነት ስራሕ ትሰርሕን ግን ወሳኒ እዩ። በል ካብ መጀመርታ ከዘንትወልካ የጽንልካ ስምዓኒ። ነቲ ክልተ ኣንጻር ገይሩ ዘዘንትወለይ ዝነበረ ዛንትኡ መእሰሪ ክገብረሉ ጀመረ። ሕራይ ቀጽል! ደገፈይ ገለጽክሉ። ስመይ ኣማን ኣበራ እየ ዝበሃል ዝያዳ ድማ በታ ሸጥ ትብል ሳጓ እየ ዝፍለጥ ኣብ 1974 ኣብ ከባቢ ዕዳጋ ሓሙስ ተወሊደ ኣብኡ ድማ ዓበየ ኣደይ ንዓይ ምስ ወለደት ምስ ኣቦይ ክረዳድኡ ስለ ዘይከኣሉ ተፋቲሖም። ጠንቂ ፍትሕ ድማ ኣባይ ሳዕቤኑ ብግልጺ ክትርእዮ ኢኻ። ኣነ ክገርመካ ኣብ ዓለም ሓደ ጽኑዕ እምነት እዩ ዘለኒ፣ ዝኾነ ሰብ ክፋታሕ የብሉን፣ እንድሕር ዝፋታሕ ኮይኑ ድማ ክምርዖ የብሉን። እዚ ማለተይ ፍትሕ ካብታ ክሰምዖ ዘይደሊ ነገር እዩ። እንተወሪዱ ድማ ከመይ ክኸውን ኣለዎ ክትሓስበሉ ይግባእ እዩ ኣብ ሓሳቡ ዘለኒ ርእይቶ መታን ክገልጽ ሓሳባት ካባይ ተጸበየ ሕራይ ቀጽል ተቐቢለካ ኣለኹ ኣብ ርእይትኡ ዘለኒ ደገፍ ገሊጸ ንክቐጽለለይ ሓበርክዎ ከምቲ ዝበልኩኻ ኣነ ወዲ ሓሙሽተ ዓመት ከለኹ እዮም ስድራይ ተፈላለዮም ኣነ ድማ ካብ ፍቕሪ ኣቦ ዝያዳ ፍቕሪ ናይ ኣደ እናስተማቐርኩ እየ ዓበ ኣደይ ንዓይ ከተዕቢ ድሕሪ ምፍትሓ ካብ ፈለማ'የ ናብ ስራሕ ዓለም ተዋፊራ። ኣብ ከባቢ ገዛውትና ኣብ ዝርከብ መዕርፎ ኣውቶቡስ ድማ ዝተፈላለየ ቀንጠመንጢ እንዳሸጠት ናብራና ትመርሕ ነይራ። ኣነ ድማ ምስ ደቂ ገዛውተይ ክጻወት ይውዕል። በዚ ምኽንያት ከይኮነ ይተርፍን ካብ ፈለማ ንእስነተይ ግዜ ብጸወታ ዘሕልፎ ዝነበርኩ። ትምህርትኻ ጉዳይ ምጅማር ትምህርቱ ክፈልጥ ተወከስክዎም። ክገርመካ ወዲ ዓሰርተ ዓመት ምስ ኮንኩ ኣብዚ ሎሚ ቤት ትምህርቲ ኣዱሊስ ተባሂሉ ዝጽዋዕ ዘሎ ትምህርቲ ጀሚረ ነይረ። ግዳ ካብ ሳልሳይ ክፍሊ ንላዕሊ ክቕጽል ኣይከኣልኩን፣ ኣቋሪጸዮ። ዋእ ስለምንታይ? ዘረብኡ ኮሊፈ ተወከስክዎም። ሰክት! ከመይ ማለት ስቕ ኢለ? ምኽንያት ዘይምቕራቡ ኣይተዋሕጠለይን። ከምቲ ዝበልኩኻ እዩ ካብ ቆልዓ ጀሚረ ዝያዳ ኣብ ጸወታ እየ ዘድህብ ነይረ ንሱ ጥራይ ድማ ኣይኮነን ናይ ኣደይ ሸለልትነት እውን ነይርዎ እዩ ከምዚ ሓደ ዝወለደ ዳርጋ ዘይወለደ ኮይንዋ ኪኖ ምሕንቃቕ ኣብ ትምህርቲ ትግደሰላ ኣይነበረትን ናብ ትምህርቲ ኢለ ወፊረ ኣብ ጸወታ እየ ዝኸይድ ነይረ ብፍላይ ጸወታ ኩዕሶ እግሪ እንተሎ ትምህርቲ ይብርሃኒ ነበረን ኣደይ ድማ ከይኩርያ እናፈርሐት ሸለልያ ትብለኒ ነይራ በዚ ናይ ዘይተገዳስነት መንፈስ ኮይኑ ይስማዓኒ ትምህርቲ ቋሪጸ። ኣቦኻኸ? ጉዳይ ኣቦ ኣብ ምኹስኳስ ውሉድ ዘለዎ ተራ ብምግንዛብ ጉዳይ ኣቦኡ ክፈልጥ ወሰንኩ። ኣቦይ ምስ ካልእ ሰበይቲ ስለ ዝተመርዓወ ዳርጋ ናብኣ ኢድ ሂቡ። ኪኖ ወርሓዊ ቀለብ ቆልዓ ምሃብ ኣብ ሓዳሩ ኢድ ሂቡ። በዚ ምኽንያት እየ ድማ ፍትሕ ሳዕቤኑ ከቢድ እዩ ዝበልኩኻ። ብዝኾነ ድሕሪ ትምህርቲ ምቁራጸይ ክሳብ ወዲ ዓሰርተ ሓሙሽተ ዓመት ዝኸውን ግዜ ኣብ ጸወታ ምሕላፍ ጥራይ ምስ ኮነ፣ ኣደይ ገለ ተሓገዝኩዋ ብምባል ኣብቲ ንሳ ትሽቅጠሉ ከባቢ ሸቐጥ ከም ዝጀማመር ገይራትኒ። ካብቲ ከባቢ ገዛውትና ተበጊሰን ናብ ዝተፈላለየ ቦታታት ሃገርና ዝኸዳ ኣውቶቡሳት እናደየብኩ ብሽኮቲ፣ ባስተ፣ ኣብ ጎማ ዝእሰር ገለመለ ማስ ብዙሕ ክሸያየጥ ጀሚረ። ኣብቲ ፈለማ እኮ ዘዝሸቀጥኩ ቆጺረ ነደይ የረክባ እንተነበርኩ፣ እዚ ግና ዕምሩ ሓጺር'ዩ ነይሩ፣ ክሳብ'ታ ምስ ዳዊት ዝበሃል መሳርሕተይ ዝላለ። ዳዊት ከመን'ዩ? ኣብ ዕላልና ዘይነበረ ሰብ ምጥቃሱ ሃንደበት ኮነኒ። ከም'ቲ ቅድም ኣቢለ ዘዕለልኩኻ፣ ኣብ'ቲ ፈለማ ዘዝሰራሕኩዎ ነደይ'የ ዘረክባ ነይረ። ደሓር ግን ልክዕ ከማይ ኣብ'ቲ ከባቢ ዝሽቅጥ ንዓይ ብከባቢ ሰለስተ ዓመት ዝዓብየኒ ዳዊት ዝበሃል ሰብ ይላለየልካ። ኣይትኣምነንን ትኸውን። እቲ ወዲ ሓንሳብ ልግብ ምስ በለኒ ልክዕ ከም ማስትሽ እዩ ለጊቡኒ። ዘዝሸቀጥኮ ድማ ምስኡ ኮይነ ኮካ ኮላ፣ ፓኒኖ፣ ጹማ ገለ ክንሰትዮ ጀሚርና። ገዛና ዋላ ሓንቲ ዘይብሉ ኣነ ጸጽቡቕ እናበላዕኩ ነብሰይ ከስብሕ ጀሚረ። እዚ ዝሰራሕናዮ ድማ ኣብ ክንዲ ንገዛ ንነብስና ጥራይ ኮይኑ ሽግር ገዛና ረሲዕና ነብሰ ፍትወት ኣብ ነብስና ኣትዩ። እዚ ዝመበገሲኡ ነብሰይ ንፋስ ክኣትዋ ጀሚሩ። ሃዲኡ ከዕልለኒ ከም ዘይጸንሐ፣ ሃንደበት ገጹ ኣሲሩ ተመጣልዐ። ንፋስ ኣትዩዋ ነብሰይ ክትብል ከለኻ ተረዲኤካ ተረዲኤካ። ንዘረባይ ዕድል ከይሃበ ናብ መልሲ ተቐዳደመ። ዳዊት ናይ ሽጋራ ወልፊ ስለ ዝነበሮ ቀስ ብቐስ ንዓይ እውን ኣብ መጻወዲ ይእትዩኒ። ገዛይ ገዲፈ ኣብቲ ከባቢ ተቐሚጠን ናብ ዝሓድራ ኣውቶቡሳት ኮይኑ ጉዕዘይ። ኣብ ዝወዓልና ውዒልና ድማ ነተን ከም ገዛና እንቕመጠለን ኣውቶቡሳት ይጉዕዘና። ኣብአን ንሓድር፣ ንግሆ ድማ ልክዕ ዓቢ ስራሕ ከም ዘለዎ ካብኣ ንወፍር። በዚ ምኽንያት ዝተበገሰ ነብሰይ ንንፋስ ኣሕሊፈ ሂበያ። ደገ ደገ ኮይኑ ምቕማጠይ። ሓንሳብ መኣዝን ህይወትካ እትሕብር ኮምፓስ ፋሕ እንተኢላትካ ድማ ምላስ ይብላን። ኣነ ድማ መምለሲ ስኢነላ ነዛ ነብሰይ። ደገ ደገ ኮይኑ ሓዳረይ። ድሕሪ እዚ እሞ እንታይ ኢኻ ክትጽበ? መልሲ ካባይ ዝደለየ ክመስል ዓይኒ ዓይነይ ጠመተኒ። ድሕርዚ ደኣ ምምላስ ናብ ልብኻ ይጸበ። ድሌተይ ናብ ልቡ ክምለስ ምኸኑ ብዘይሕብእባእ ሓበርክዎም። ኣይተመለስኩን። በንጻሩ እኳ ደኣ ገዲደ እምበር፣ መስተ ምልማድ መጺኡ ነገራት ሽዑ ክቀያየሩ ጀሚሮም። ምስ መስተ ምስታይ ዋሕዲ ገንዘብ ከጋጥመና ስለ ዝጀመረ፣ ናብ ስርቂ ዓለም ተዋፊርና። ዳዊት ልምዲ ስለ ዝጸንሖ ጸገም ኣይነበሮን። ኣነ ግና ኣብቲ ፍልም እኳ ፍርሒ ይወርኒ እንተነበረ ቀስ ብቐስ ግና ከም ሞያ ሒዘዮ። ኣውቶቡስ ንኽድይቡ ካብ ዝጸቓቕጡ ሰባት፣ ገዛ ሰብ እናኣተኻ ወዘተ በቃ ብዙሕ እቲ ሓጢኣት። በዚ ምኽንያት ድማ እየ ኸኣ ከባቢ ሽሕን ሓሙሽተ ሚእትን ንመዓልቲ የእቱ ነይረ ዝበልኩኻ። ሕፍረት ሓዊሱ ዓይኒ ዓይነይ ጠመተኒ። እምቧእ! እንታይ ቁም ነገር ትገብረሉ ነይርኩም ማለት እዩ? ክንድዚ ዝኣክል ገንዘብ ኣበየናይ መዓላ ይውዕል ከምዝነበረ ክፈልጥ ደለኹ። እዋእ ገንዘብ ሓራም ደኣ ኣበይ ክውዕል ደሊኻዮ? ገጹ ኣሲሩ ብሕርቃን መለሰለይ። ምሸት ምሸት ኣብ ፈቐዶ ባራት ክንሰትዮ ንሓድር ኔርና። ንስርቂ እንተሓገዘና ብምባል ጽቡቕ ክዳውንቲ ንገዝእ ኔርና። እዚ ግና ኪኖ ተጸባቢቕካ ምርኣይ ወላ ሓንቲ ቁም ነገር ኣይነበሮን ኣብ ነብስና ሕስረት ግና ተሰኪምናዮ ኢና ከመይ ማለት ዝወርዶም ዝነበረ ሕስረት ክግምት ፈተንኩ ልዕሊ ዓሰርተ ግዜ ናብ ቤት ማእሰርቲ ተመላሊሰ ሓንሳ ምስ ኣተኽዎ ከም ስራሕ ኢለ ስለ ዝሓዝክዎ ወልፊ ኮይኑኒ ክገርመካ ሰራቂ ሰብ ዘኽብሮ ሰብ የለን ንእሰር ዝበጽሓና ሰብ ከማን የለን መን ክበጽሓና በጃኻ ዓደይ ንሳ ድማ ናይ ነገር ዋለዲት ኮይንዋ እያ ንሳ ጥራይ ሓንቲ መዓልቲ ወደይ ክዕረ እዩ ይበልየሉ ይኸውን ኢላ ከም ሕሱም እያ ተመላሊሳ ግና ሃንደበት ብኸልተ ምዕጉርቱ ንብዓት ጸረራ በለ ናይ ነገር ወዲ ክዓግቶ እኳ እንተፈተነ ምስላጥ ግን ኣበዮ ኣነ እውን ብውሽጠይ ደንገጽ ክሉ ናይ ኣደይ ነገር ናይ ኣደይ ነገር ሕጂ እውን ምኽኣል ሰኣነ ኣጆኻ ብኣማን ተረኾንካ ሞራሉ ከበርኾ ደለኹ እንድዕ ወዲ ኣደይ ከም ዕዙም ጸሎትን ልማኑን ገይረ እየ ናብ ንቡር ክምለስ ኣነ ግዳ ሓገዝኩዋን ክገርመካ ደጋጊመ ክእሰር እንከለኹ ሓንቲ ሰበይ ንሳ እያ ነይራ ብኣይ ዘይምስል መሲላ ብጓህናተ እያ ካብዚ ዓለም ብሞት ተፈልያ ኣብ ቀብራ ዋላ ይወዓልኩን እዋእ ስለምንታይ? ሞት ወላዲት ከቢድ ምዃኑ ስለ ዝኣምን ስንባድ ሓዊሰ ሓተትክዎ። ከምቲ ዝበልኩ ብሰንኪ ተደጋጋሚ ማእሰርቲ ሞት ኣደይ ኣብ ቤት ማእሰርቲ እየ ነይረ። ዝርንዛሕ ነቢዐ ግን ኣይሓገዝክዎን። ነብሰይ ኣሕሲረ፣ ወላዲተይ ኣሕሲረ። እንታይ እሞ ከምቲ ዝበልኩኻ ልዕሊ ዓሰርተ ግዜ ብስርቂ ተኸሲሰ ተኣሲረ። ኣብዚ ሕጂ እዋን ወዲ ኣርባዓን ክልተን ዓመት ኣለኹ። ካብዚ እታ ዓሰርተ ክልተ ዓመት ኣብ ቤት ማእሰርቲ ኣሕሊፈዮ። መንእሰያት ግዜኦም ኣብ ቁምነገር ከሕልፍዎ ከለዉ፣ ኣነ ድማ ኣብ ማእሰርቲ ብዘይ ገለ ኣሕሊፈዮ። ዋላ ሓንቲ ከይከሰብኩ ድማ ወጺኤ። ቅርሺ ዘይብለይ ድማ ግዜይ ከንቱ ኣሕሊፈዮ። እዚ ጥራይ ግን ኣይኮነን። ፍቖዶ ባራት ክዘውር ዘይሕማመይ ተሰኪመ። ከሲረ፣ ብላሽ ኮይነ! ንብዓቱ ሓንሲሱ ትብዕ በለ። ሕጂ ግና ምስ ሓንቲ ከማይ ተሰካሚት ጓል ከረን ቅድሚ ክልተ ዓመት ተመርዐ ሓዳራ ምምራሕን ኣስመራ ተሰኒ እናተመላለስኩ ይነግድ ኣለኹ። እቲ ሓቀኛ ምንባር ድማ ኣብኡ ረኺበዮ። ሰብ ብስርሑን ረሃጹን ከም ዝኸብር ፈሊጠ። ዝረኽቦ ዘለኹ ገንዘብ ሓላል ኮይኑለይ ውሑድን ብርኩትን ግና ግዜ ምስ ሓለፈ እንዲሞ ኮይኑ ቀደም እንተዝኾነለይ ይብል። ገንዘብ መዓስ ይርከብ ኮይኑ ነገሩ። ተስፋ ኣብ ኣዘራርብኡ ኣንበብኩ። ሰብ ብስራሕ ከም ዝዕወት ብግብሪ ከርእየና ዝተበገሰ ኮይኑ ድማ ተሰማዓኒ። ሰብ ወዲቑ ስለ ዝትስእ።

ንኣሕዋትና ኣማን ከምኡውን ጸጋብርሃን ጎይትኦም ድማ ስለቲ ዝሃቡና ምኽሪ ብሽም ተኸታተልቲ ናይዛ መደብ ከነመስግኖም ንፈቱ። ሰማዕትና እውን ዘለኩም ርእይቶ ካብ ምሃብ ኣይትቆጠቡ ኢኹም። እሞ ስለ ምክትታልኩም ነመስግን። ላይክ፣ ኮመንት፣ ሳብስክራይብ ኣይትረስዑ። ክሳብ ዝመጽእ ሰሙን ንራኸብ። ሰሰናዩ ንኹልና።